ሰላም ከመይ ትኾኑ ከመይ ትቕንዩ ናይ ሎሚ ቪድዮ ንኹልና ኣብ ህይወትና ካብቲ ዘለናዮ ናብቲ ክንከዶ ንደሊ ክትሕግዘና ትኽእል እያ ኢለ የቐሪበ እያ እዚኣ ናይ ሎሚ መልእኽቲ ካብ ብዙሕ ሰባት ዝተሓተትኳ ብዙሕ ግዜ እውን ብተመላላሲ ትመፀኒ ሕቶ እያ ንሳ ድማ ኣነ ኣብ ህይወተይ ክዕወት ይደሊ፣ ካብ ዘለኹዎ ንቕድሚት ክኸይድ ደሊ፣ እዚ ዘለኹዎ ህይወት ክልውጦ ይደሊ፣ እንተኾነ ግን ዝድግፈኒ ከባቢ ወይ ዝድግፈኒ environment ብጻይ መሓዛ ዘርእየኒ መንገዲ ዝሕብረኒ ሰብሲ ኣብ ከባቢየይ የብለይን። ከመይ ጌረ ካብ ዘለኽዎ ኣብዝሐ ንዓይ ኩሎም እቶም ጥቃይ ዘለዉሲ ንታሕቲ ዝጎቱኒ ታሕቲ ዘውርዱኒ እምበር ንላዕሊ ዝወስዱኒ የለዉን እያ ትብል ከመይ ጌረ ካብ ዘለኽዎ ኣከባቢ ንላዕሊ ገጸይ ክኸይድ ይኽእል እያ ትብል ትሓቶ እዚኣ ንዝበዝሐ ሰብ ንዝበዝሐ ሰብ ትውክል ሕቶን ንዝበዝሐ ሰብ ትትንክፍ መድረኽን እያ ኣብዚኣ ሓንቲ ነገር ክምህር ደልየ ኣለኹ ንኹልና ንኹሉ ሰብ ኣኣብ ዘለኻዬ ቦታ ብዘየገድስ ኣበይ ኣለኻ ንዓኻ ንዓ በዚ ኺድ እዚ ግበር ናብዚ ተኸድካ ኢኻ ትዕወት ኢሉ ከርእየካ ዝኽእል ሓደ ብሓደ ከይትረክብ ትኽእል ኢኻ ኩሉ ሰብ ክረክብ ኣይክልን ይኸው እዛ ሕጂ ዝበኩም ማዕዳ ግን ኣብ ኩሉ ክፋል ናይ ሂወትና ክንጥቀመላ ንኽእል ኢና ቀላል እያ ቀላል ስለ ዝኾነት ግን ኩሉ ሰብ የተግብራ ማለት ኣይኮነን መብዛሕትኡ ሰብ ኣብ ከባቢና ንተዓዘብ ኣዕሩኽና፣ መሓዙትና፣ ኣከባቢና ኩሉ ንርኣዮ። ዝበዝሐ ሰብ ኣብዛ ዓለም፣ ኣብ ኣብ ኣብ ሓበሻ ክኸውን ይኽእል፣ ኣብ ካልእ ክ ክ ክፋል ናይ ሕብረተሰብ፣ ዝበዝሐ ሰብ ኣብ ህይወት ዕዉት ኣይኮነን። ዓወት ክንብል ከለና ኣብ ኣካላትካ ምሉእ ጥዕና ምህላው፣ ኣካላትካ ከምቲ ንስኻ ትደልዮ ክኸውን ይኽእል ዶ ኣይክእልን ኣብ ትምህርቲ ላዕሊ ገጽካ ምኻድ፣ ኣብ ስራሕካ ዕዉት ምዃን፣ ብቑጠባኻ ርጉእ ዝኾነ ቁጠባ ምህላው፣ ትደልዮ ኣብ ህይወት ምርካብ፣ ኣብ ትደልዮ ቦታ ክትነብርን ትደልዮ ዓይነት ህይወት ክትመርሕን ምኽኣል ዝተፈላለየ ዓወት ንነፍሲ ወከፍ ሰብ ንብዙሕ ሰብ ዝተፈላለየ ትርጉም እዩ ዘለዎ። እዚኣ ናይ ሎሚ ንርእያ ማዕዳ ወይ ሎሚ ክነግራ ደልየ ዘለኹ ድማ ኣብቲ ትስኻ ትደልዮ ኣብቲ ንስኺ ትደልዮ ክትጥቀምሉን ክትዕወትሉን ትኽእሊ። ስለዚ እንታይ እየ ክብል ደልየ ዘለኹ፣ ኣብ ህይወት ክትዕወት ተደሊኻ መብዛሕቶም ኣብ ከባቢኻ ዘለዉ ሰባት ርኣዮም። እንታይ ዓይነት ጉዕዞ ናይ ህይወት ኣለዎም ርኣዮም። ግዜኦም ኣበይ የጥፍእዎ ርኣዮም። ካብቶም መብዛሕቶም ሰባት ድማ ኣንጻሮም ክትከይድ ፈትን። ቀላል ብጣዕሚ ኖርማል ምኽሪ እያ ትመስል እዚኣ፣ ኖርማል ግን ኣይኮነትን። ዝበዝሐ ሰብ ግዜኡ ኣበይ የጥፍኦ ንኣብነት ኢንተርነት ዘለዎ ተኾይኑ ዝበዝሐ ሰብ ኣብ ፌስቡክ፣ ኣብ ፊልሚ፣ ኣብ ቴሌቭዥን፣ ኣብ ምዝንጋዕ፣ ኣብ ኩዕሶ፣ ኣብ ሕሜታ፣ ኣብ ዘይ ኮታስ ንዕዑ ቀጥታ ክልውጦ ኣብ ዘይክእል ነገራት እዩ ዘጥፍኦ። ኣብ ዜና፣ ኣብ ዕግሽግሽ። ንስኻ እንታይ ግበር እየ ዝብል ዘለኹ ኣንጻር እዚ ሰብ እዚ ኺድ እየ ዝብል ዘለኹ ወይ ንስኺ ከምቲ ዝበዝሐ ሰብ ግዜኡ ዘጥፍኦ ዘይኮነስ ንስኺ በንጻሩ ክትከዲ ኣለኪ ሰባት ኩሎም ናብዚ ይኸዱ እንተለዉ ንስኻ ናብዚ ገጽካ ክትከይድ ኣለካ ናብዚ ገጽካ ብምኻድካ ዝበለጸ ዕድል ኣለካ ንኸትዕወት ምክንያቱ ዝበዝሑ ሰባት Statistically እንተሪኢናዮ ዝበዝሑ ሰባት ቴስዓ ወይ ልዕሊ ቴስዓ ፐርሰንት ዝበዓልም ዕዉት ኣይኮነን፣ ሕጉስ ኣይኮነን፣ እንደገና ኣብ ሓዳሩ ይኹን ኣብ ካልእ ክፋል ህይወት ህይወቱ እውን ኣብቲ ዝደልዮ ዝበፅሐ ኣይኮነን። ስለዚ ነዚ ቴስዓ ፐርሰንት ህዝቢ እንድሕር ተኸቲልካ ንስኻ ወይ ንስኺ እውን ልክዕ ከምቲ ንሳቶም ዝረኸብዎ ውፅኢት ኢኻ ክትረክብ። ስለዚ እንታይ ክትገብር ኣለካ? ነዚ ዝበዝሐ ሰብ ክትክተሎ የብልካን፣ ናብዚ ገፅካ ክትከይድ ክትብገስ ኣለካ። ስለዚ እዚኣ እታ ኣዝያ ኣገዳሲት ምኽሪ ኣብ ህይወት እያ። ሰባት ክላገጹ፣ ኩዕሶ ክርእዩ፣ ክዘናግዑ እንተ ርኢኻ ንስኻ እንታይ ክትገብር ኣለካ? ከዕውተካ ዝኽእል፣ ከተንብብ፣ ክትመሃር እዚ ቪድዮ ናተይ ክትሰምዕ ኣለካ። ነዚ ቪድዮ ናተይ ክሰምዕ ኢለ ኣይኮንኩን ወይ ከኣ ብፍሉይ ስለ ዘሎ። እዚ ቪድዮ እዚ ግን ኩሉ ሰብ ኣይኮነን ዝሰምዖ። እዚ ኣነ ዝብሎ ዘለኹ ሓቂ እዩ፣ ንህይወትካ ንህይወትኪ ክትንክፍ ዝኽእል እዩ። ገለ ገለ ሰባት ግን ነዚ ምስ ረኣዩ እንታይ ክብሉ እዮም፣ ክላእ! መን እዩ ከ እዚ? እንታዋይ እዩ እዚ? እቲ መልእኽቲ ካበይ መጺኡ ኣገዳሲ ኣይኮነን፣ እቲ መልእኽቲ ንዓኻ ይጠቕመካ ድዩ ኣይጠቕመካን እሱ እዩ እቲ ኣገዳሲ። እዚ ኣነ ዝብሎ ዘለኹ ካብ ካብ ሓደ ቆልዓ ወዲ ክልተ ዓመት ይምጻእ፣ ካብ ወዲ ሰማንያ ዓመት ይምጻእ፣ ካብ ካብ ጆርጆ ይምጻእ ብዘየገድስ፣ እቲ መልእኽቲ ንዓኻ እንድሕር ተኸቲልካዮ፣ ንዓኺ እንተተኸቲልክዮ፣ ክልውጠክን ክቕይረክን ናብቲ ትደልይዮ ዘለኺ ከብጽሓክን ይኽእል እዩ ንሱ ድማ እዩ ኣገዳሲ ናይ ህይወት ሕጂ እንታይ ኢልና ኣለና ሰባት ናብዚ ክኸዱ ከለዉ ንሕና ናብዚ ክንከይድ ኣለና ኢልና ኣለና ኣብ ኩሉ ሰባት እንታይ ይፈትዉ ኣመጋግባ ሽኮራዊ ስጋ ወዲ ስጋ ይፈትዉ ንስኻ በንጻሩ ኣሕምልቲ ቫይታሚን ዘለዎ ንኣካላትካ ዝጠቅም ሰባት ኩሉ ግዜ እንታይ ይፈትዉ ኮፍ ምባል ምዕላል ምሕማይ ይፈትዉ እስኻ ግን ስፖርት ምግባር ትፈቱ ራይ ኩሉ ባንጻር እዩ ኩሉ እቲ ዘዕውተካ በንጻር እዩ ዘሎ ሰባት እንታይ ይፈትዉ ወረ ይፈትዉ እስኻ ግን ንባብ ፍልጠት ትምህርቲ ጻዕሪ ኣንጻርቲ ሰብ ትኸይድ ኣለኻ ሰባት ገንዘቦም ኣብ ዝረኣየሎም ክዳን፣ መኪና፣ ገለመለ ክጥፍኡ ከሎ እስኻ ተቆምጦ ገንዘብካ፣ ተዋፍሮ ገንዘብካ ጽባሕ ንግሆ ድማ ንሳቶም ዝምነይዎ ጥራይ ንስኻ ንኽትረኽቦ ይቐለልካ። ሕጂ ኣብዚ ግዜ እዚ ብፍላይ ምስ ዘመነ ሶሻል ሚድያ ኩሉ ሰብ እዩ ክመክር ዝፍትን፣ ኩሉ እዩ ከኣ ክነግር ዝፍትን፣ ኩሉ እዩ ድማ ከፍልጥ ዝፍትን ዘሎ። ጌጋ እውን ኣይኮነን። ሰብ ዓቕሙ ከፍልጥ ምፍታን ነውሪ ኣይኮነን፣ ጽቡቕ ነገር ድማ እዩ። እንተኾነ እቲ ቴክኖሎጂ ንኹሉ ስለ ዘሎ ኩሉ ሰብ ክምህር ይኽእል ማለት ኣይኮነን። ስለዚ ክልተ ነገራት ከነስተውዕል ክንክል ኣለና ኣብዚ ግዜ እዚ። ንሳቶም ድማ facts versus opinions ይብልዎም። ኣብ መንጎ ርእይቶን ሓቅነትን ዘሎ ፍልልይ ምፍላጥ ኣገዳሲ ይኸውን። እዚኣ ኣርእስቲ እዚኣ ኣብዚ ግዜ እዚ ክሪቲክ ኣብዚ ዘለናዮ መድረኽ ማለት እዩ እንታይ ይብሉ ክሪቲካል ቲንኪንግ ኣዝዩ ርቕቕ ዝበለ ኣተሓሳስባን ኣጠማምታን ኣብ ነገራትን ኣብ ሰባትን ክህልወና ይግባእ ምኽንያቱ ንኹሉ ሰብ ክንኣምን ተጀሚርና ክንህሰ ኢና ብዙሕ ግዜ ኣብ ተሌፎንኩም ኣብ ፈይስቡክ ድዩ ኣብ ዩቱብ ኣኣ ከምዚ ተጌርካ ናብዚ ከብጽሓካ እየ ናብዚ ክወስደካ እየ ከምዚ ክትከውን ኢኻ ሕጉስ ሓዳር ትደሊ ዶ ሕጉስ ፍቅሪ ትደሊ ዶ ገንዘብ ክትረክብ ትደሊ ዶ ገለ ከምኡ ዝብሉ ብዙሓት ኣለዉ ንብዙሕ ሓሳባት እውን የደናግሩ እዮም ፈልጥ እየ ስለዚ እዛ ቪድዮ እዚኣ ኣይሆፕ እንድሕር በጺሓትኩም ንብዙሕ ሰብ ክትሕግዝ ትኽእል እያ ዝኾነ ሰብ ክዛረብ ከሎ እቲ ዝዛረቦ ዘሎ በዘን ሰለስተ ነጥብታት ክንሪኦ ንኽእል ወይ እቲ ምኽሪ ዝመጽእ ዘሎ ኣብዘን ሰለስተ ነጥብታት ተመርኲስና ክንከታተሎን ክንዕዘቦን ንኽእል። እታ ቀዳመይቲ እቲ ዝዛረብ ዘሎ መን እዩ? መን እዩ እቲ ዝዛረበካ ዘሎ? እቲ ክነግረካ፣ እቲ ክሕብረካ፣ እቲ ህይወትካ ክዕርየልካ ዝደሊ ዘሎሲ መን እዩ? ትፈልጦ ዲኻ? ነቲ ሰብሲ ብኣካል ትፈልጦ ዲኻ? ስእሉ ኣለዎ ድዩ? ምስሊ ኣለዎ ድዩ? ባክግራውንድ ኣለዎ ድዩ? ሬከርድ ኣለዎ ድዩ? ስለዚ እቲ ዝምህረካ ዘሎ ሰብ መን ምዃኑ ክትፈልጥ ኣለካ። ቀዳማይ እቲ ዝምህረካ ዘሎ ሰብ ሰብ ምዃኑ ዘይትፈልጥ ተኾይንካ ፕሊዝ ኣብ ዘይፍለጥ ነገር ኣይትኺዱ። ምክንያቱ ንኽሰርቕ ኢሉ እዩ ምስሊ ዘየውረደ። ዓሻ ዶ ኮይኑ ስእሉ ጌሩ ምስ ስእሎም ዝሰርቁ መሊኦም ኣለው ግን እቲ ዝዓሸወ ሰራቂ ስእሉን ምስሉን ኣየርእየካን እዩ ዴቪድ ይብለካ ሽሙ ወይ ጃክ ይብለካ ሽሙ ግን who is he ሰብ ወዲ ድዩ ጓል ሰብ ድዩ መብዛሕትኡ ግዜ ሃከርስ እዮም እዚኣቶም ስለዚ ክንጥንቀቕ ኣለና ካብቶም መብዛሕትኦም ክሕግዘካ ሂወትካ እንድሕሪ ብቐሊሉ ክሕገዝ ዝኽእል ነይሩ ከምቲ ዝብሎ ዘሎ እንተዝኾን ደኣ ስለምንታይ ንዓኻ ክነግር ይፍትን ንባዕሉ ዘይገብሮ ንገንዘብ ኣየድልየካን እዩ፣ ትምህርቲ ይድልየካን እዩ፣ ፍልጠት ኣየድልየካን እዩ፣ ብቐጥታ ግን ሚልዮነር ክትከውን ኢኻ። እንታይ ክገብር ንዓይን ንዓኻን ይነግረና ኣሎ። ባዕሉ ዘይገብሮ ከም ኾን ኮይኑ ሚልዮነር ዘይከውን። ስለዚ ክንዕሹ የብልናን፣ ዘታልሉ ብዙሓት እዮም። ከነስተውዕል ኣለና ዓሰርተ ቅርሺ ናትካ ዝደሊ እዚ ኩሉ ክበካ እናበለ ንዑ ገይሩ ባዕሉ ዘይሓልፈሉ ኣብኡ ዘይበፅሕ እሱ ቢልጌት እኮ መፅኡ ይልምነናን እዩ ቢል ጌት ሓደ ካብቶም ሃብታማት ናይ ዓለምና እዩ መጺኡ ኣነ ከምዚ ከርእካ ይብለናን እዩ ናቱ ፕሮዳክትስ ኣዝዮም ሓያላት ስለ ዝኾኑ ኬድና ኢና ንወስዶ ስለዚ እቲ ዝብሎ ዘሎ ናይ ብሓቂ ዝገብር ነይሩ ተኮይኑ ወይ ትገብር ተኮይኑ በዓሉ ክጥቀመሉ ክበፅሓሉ ይኽእል ስለዚ መብዛሕትኡ ግዜ ስእሊ ወይ ምስሊ ዘይብሉ ከርእየካን ክሕግዘካን ዝደሊ የቐን የቐን የለየልካ ኢቭን ነቲ ሊንክ ክትከፍቶ የብልካ ምክንያቱ ሊንክ እንተከድካ ኦሬዲ ሊድ ሂብካዮም ኣለካ ክከታተሉካ እዮም ኢሜይል ተሂብካዮም ትራስት ሚ ክገድፉካ ኣይኮኑን ብቴሌፎን ክረቡካ ክፍትኑ እዮም ከርገጹካ ክፍትኑ ይኽእሉ እዮም ተጠንቀቕ እዚኣ ንብዙሓት ክትኣልየልካ እያ መንነቱ ባክግራውንድ ናቱ ዘይፈለጥካዮ ሰብ ምስ ዝኾነ ይኹን ርክብ ክትገብር ኣይትፈትን ቅድሚ ንዑ ምግባርካ ክትፈልጦ ፈትን እቲ ካልኣይ ዝምህር ዘሎ ተኻለይቲ ነጥቢ ድማ ከነስተውዕላ ዘለና፣ እቲ ይነግረካ ክሕግዘካ ዝፍትን ዘሎ ሰብ ንባዕሉ ነቲ ንሱ ዝብሎ ዘሎ ገይርዎ ይፈልጥ ድዩ? ነቲ ከምዚ እንተገይርካ ናብዚ ክትበጽሕ ኢኻ፣ ንኣብነት ከቅለልኩም ብዛዕባ ሓደ ብዛዕባ ሓዳር ዝመክር እንተሎ ንባዕሉ እንታይ ዓይነት ሓዳር ኣለዎ? ሓደ ብዛዕባ ጥዕና ይመክር እንተሎ ንባዕሉ እንታይ ዓይነት ጥዕና ኣለዎ? ምክንያቱ ኣብ ህይወት እቲ ዝበለጸ ፍልጠት ነቲ ትዛረቦ ዘለኻ ክትነብሮ እንተጀሚርካ እዩ። ሓደ ነገርሲ ይፈልጦ'የ እንተኢልካ ብርግዕ ከኣ ጽቡቕ ምዃኑ ትፈልጥ ተኾይንካ then you have to do it ክትነብሮ ኣለካ እንድሕር ሓቂ ኮይኑ እቲ ትብሎ ዘለኻ ኣዝዩ ጽቡቕ ከምቲ ትብሎ እንተኾይንካ ትነብሮ ኣለኻዶ ኣገዳሲ ነጥቢ እዩ ስለዚ እዚ ሰብ እዚ ከምዚ ኸሪ ከምዚ ኸውን'ዩ ከምዚ ኸውን'ዩ ዝብለካ ዘሎ ንባዕሉ ነቲ ዝብሎ ዘለኹ ገይርዎ ድዩ ኣብ ህይወቱ ከ ይንጸባረቕ ኣሎ ድዩ እዚኣ ኣገዳሲት ነጥቢ እያ ካብ ሓደ ሰብ ዝኾነ ምኽሪ ክበካ ከሎ ካብቲ ዘረብኡስ ኣብ ህይወቱ ክትግንዘብ ፈትን እቲ ሰብ እቲ ነቲ ዝብሎ ዘሎ ይገብሮ ድዩ ዋላ የታልለካ ጥራይ ብጽቡቕ ቃላት ጌሩ የታልለካ እዩ ዘሎ። ስለዚ እዚኣ ኣገዳሲት ነጥቢ እያ። ብዙሕ ግዜ ኩሉ ሰብ ክምዕድን ክምህርን ይፍትን እንድዩ ግን ሓንቲ ክንብላ ዘለና እቲ ክምህር ዝኽእል ነቲ ዝምህሮ ዘሎ ቅድም ክነብሮ እንተኽኢሉ ዝለዓለ ክብደትን ክብርን ኣለዎ። ምኽንያቱ እቲ ሓቀኛ ፍልጠት ነቲ ንስኻ ትብሎ ዘለኻ ክትነብሮ ምስ ጀመርካ እዩ ዝፍለጥ። እታ ሳልሰይቲ ነጥቢኸ እቲ ዝምህረካ ዘሎ ካብቲ ዝመሃር ዘሎ እንታይ ፍሉይነት ኣለዎ? ንኣብነት ብዛዕባ ስፖርት እንድሕር ኮይኑ ወይ ብዛዕባ ጥዕና ወይ ብዛዕባ ፍቕሪ ወይ ብዛዕባ ገንዘብ ብዛዕባ ቢዝነስ እንተኾይኑ ንባዕሉ ቢዝነስ ኣለዎ ድዩ ኣብ ቢዝነስ ኣሎ ድዩ እንታይ ዓይነት ቢዝነስ ከለዎ ብዛዕባ እቲ ቢዝነሱ እንታይ ክዛረብ ይኽእል እንታይ ሰርቲፊኬሽን ኣለዎ ካብቲ ንሓደ ሰብ ክትነግሮ ተኮይንካ ካብኡ ትበልፅ ኢኻ ስኻ ትፈልጦ ዲኻ እንታይ መረጋገፂ ኣለካ ካብኡ ንላዕሊ ምዃንካ ምክንያቱ ኣብ ሃይስኩል መምህር እንታይ እዩ ካብቶም ተምሃሮ ዝለዓለ ትምህርቲ ዘለዎ እዩ እዚ ከዓ ኖርማል እዩ ኣብ ዩኒቨርሲቲ መምህር ድሕሪ ባቸለር ትገብር ኣለኻ ልዕሌኻ ብውሕዱ ማስተር ዲግሪ ኣለዎ ወይ ድማ ከም ናትካ ትምህርቲ ግን ተመክሮ ናይ ሂወት ኣለዎ ስለዚ እቲ ዝነቅፍን እቲ ክነግርን እቲ ከፍልጥን ዝፍትን ዘሎ ሰብ ካብቶም ንሱ ከፍልጦም ዝደሊ ዘሎ ሰባት እንታይ ፍሉይነት ኣለዎ ብሓቂ ድዩ ካባኻ ዝፍለ ክንፈልጥ ክንክእል ኣለና። ምክንያቱ ብዙሕ ሰብ እውን ካብ ብብዙሕ ሰብ ይደናገርን ኣብ ዘየድሊ ነገራትን ይኸይድ ኣሎ። ዘርከበ ክመክር፣ ዘርከበ ክምዕድ፣ ዘርከበ ክነግር ስለ ዝፍትን ዘሎ ምናልባት ቁሩብ ትለይ ከነስተውዕል ክንክን ኣለና። እቶም ከነርኢ ንፍትን ከኣ ብዝተኻለ መጠን እቲ ንዛረቦ ምስ ህይወትና ክንነብሮ ክንፍትን ኣለና። ምክንያቱ እቲ ዝለዓለ ጽልዋ ወይ እቲ ዝለዓለ ትምህርቲ ካብ ሂወት ዝብገስ ምስ ዝኸውን እየ ዝብል ኣነ ስለዚ ፕሊስ እቶም ብኖርማል ሰባት ክንጋገ ንኽእል ንጠንቀቕ እታ ዝበለጸት መልእኽቲ ናይ ሎሚ ግን ኣብ ሂወት ክትዕወት ተደሊኻ እንታይ ኢለ ዝበዝሑ ሰባት ዝኸዱ ወሪኻ ኣንጻሩ ኪድ ዝበዝሑ ሰባት ወሬ ፊልሚ ንዕዖም ብቐጥታ ከዕብዮም ዘይክእል ነገራት ክገብሩ ከለዉ ንስኻ ግን ንስኺ ግን ቀጥታ ንዓኺ ክጸልወኪ ዝኽእል ከዕብየኪ ዝኽእል ክልውጠኪ ዝኽእል ትገብሪ ማለት እዩ እዚ እንድሕር ተኸቲልና ኣብ ህይወትና ዝለዓለ ዓወት ኣብቲ ንደልዮ ዓውዲ ክንዕወት የግድዩ እናበልኩ ናይ ሎሚ ትምህርቲ ወይ ማዕዳ ወይ ኤክስፒረንስ ከሰጋግራ ዝደለኹ የስ ይውድኣ ኣለኹ። እቶም ዘይትፈልጡኒ ሽመይ ጆርጆ ድራር እበሃል። ኩሉ ግዜ ንሕብረተሰብና ብግልን ከም ሕብረተሰብን ከዕብየና ዝኽእል ዝበልክዎ ብዓቕመይ ካብ ዘንብብክዎን ካብ ዝነብሮ ዘለኹን መብዛሕትኡ ትምህርቲ ናተይ እዮም እዞም ብርኮት ራድዮ ኮንስ ኣብ ሂወተይ ቀዳማይ ረፍለክት ከንጸባርቆ እየ ዝደሊ ዝጽዕርን ስለዚ እቲ ኣነ ክገብሮ ዘለኩ ጽቡቅ ኮይኑ ዝተሰማዓኒ ድማ ምስ ኣሕዋትካ ሼር ምግባር ውን ሕማቅ ኣይኮነን ካብ ዝብል እየ ዝብገስ እሞ የቀንየለይ ነዚ መልእክቲ ዝሰማዕኩም እንድሕር እዛ መልእክቲ እዚኣ ደስ ኢላትኩም ንካልኦት ክጠቅሞም ትክእል እያ ዝበልኩማ ከተመሓላልፍዋ ትክእሉ ላይክ and ኮሜንት እንተጌርኩም ከኣ ናትኩም ሪኢቶ ኣብ ኮሜንት ተገዲፍኩምለይ ከኣ ደስ ይብለኒ እናበልኩ ኣዚ ወዲ መልእኽተይ የቐንየለይ።